ከመይ ጌርካ መደብ ትገብር፣ ካልኣይ ከኣ ምስ ዝተፈላለየ ዜጋታትሲ ከመይ ጌርካ ክትላለ ትኽእል፣ ሕጂ ንስኺ ብዙሕ ተሞክሮ ስለ ዘለኪ ኣብ ናጻ ግዜናት ካብ ሃይም ከለኽስ ከመይ ጌርኪ መደባት ትሰርዒ ኔርኪ ንነብስኺ? ኣልሳ፣ ኣነ ኣብ ሃይም ከለኹ ኣብ ዝፈትዎ ነገራት ክጥቀመሉ እቲ ግዜይ ፈቲነ ማለት እዩ፣ ንኣብነት ንኣብነት ሕጂ ባስኬትቦል ክጻወት ፈትያ ኣነ፣ ሕጂ ባስኬትቦል እጻወት ነይረ፣ ኣብቲ ጥቓ ገዛውትና ኣብ ስፒልፕላትስ ማለት መጻወቲ ቦታ ኣብኡ እንዳኸድኩ እንዳተጻወትኩ ነቲ ናተይ ሆቢ ኣማዕቢለዮ ማለት እዩ። ሕጂ መመሊሰኻ ከማዕብሎ ደልየ። ሕጂ ከይደ ነታ ሓለፊተይ ምስ ተዛረብኩዋ ሽዑ ንሳ ሓቢራትኒ ኣብ ሓደ ማሕበር ከይደ ክምዝገብ ከም ዘለኒ

መጀመርያ ተባዕ ክትኾን ኣለካ ክትተባዕ ኣለካ ንከድካ ንክትላለ ምስ ሰብ እዚ ክትዛረብ ኣብኡ ክትዛረቡ ከለካ ናቱ ኩሉ ነገር ኣሰቲ ቋንቃ ከኣ ኣለዎ ንብኡ ትማሃር ሕጂ ንከምኡ ከኣ ኣብ ሓደ ማሕበር ማለት እዩ ኣብ ማሕበራት ይከይድ ነይረ ብዙሕ ይከይድ እየ ይሳተፍ እየ ነይረ እናሳተፍኩ ከለኩ ኣብኡ ስቕ ኢለ ኮፍ ኣይብልን'የ ነይረ፣ ኣብ ትላለ ሓደ ቦታ ያእ ይመስላሉ። ይላለ። ምስ ሓደ ከይኮነ ከኣ ምስ ክልተ ሰለስተ እናኸድኩ ማለት እዩ። ሕጂ ብኸመይ'የ? እሱ'ዩ እቲ ፍልልይ ማለት እዩ። ኣብ ዓድና ኣብ ዝኾነ ቦታ ኬድካ ምስ ዝኾነ ሰብ ክትላለ ትኽእል ኢኻ። ያእ። እቲ ትብዓት'ውን ዋላ ቋንቋ ስለ ትኽእል። ኣብዚ ዓዲ ግን ኣብ ጎደና ምስ ዝኾነ ሰብ ክትዛረብ ስለ ዘይትኽእል፣ ከም ብሓድሽ ከኣ ናብ ማሕበር ኬድኪ ምስቶም ኣብኡ ዘለዉ ማሕበራት ክትላለይ ክኢልኪ፣ እሱ ምስ ሓደ ሰብ ምስ ተላለኺ ከም ብሓድሽ ምስ ካልእ ሰብ ከኣ እሱ የላልይ፣ ከምኡ እንዳማዕበለ ከይዱ ማለት እዩ። ያእ ገናው። ግን እቲ ካልእ ኣገዳሲ ትብልዮ እንታይ እዩ? ትብዓት ኢልካ ሓቀይ ትብዓት እሱ ኣገዳሲ እዩ ከይድካ ምስ ሰባት ክትላለ። ካልእ ኣገዳሲ ነገር ትብልዮ ኣሎ? ድሌት።
ድሌት። እያ ድሌት ክህልወካ ኣለዎ። ድሌትን ትብዓትን ድሕር ሃሉ ከኣኒ ትበጽሖ ኢኻ ኩሉ መኣልቲ። ኣስኹ ኩሉ ሰብ ትላለ ኢኻ፣

ኣብቲ ንስኻ ትፈትዎ ነገርን ኣብቲ ንዓይ ይኾነኒ እዩ ወይ ይጠቕመኒ እዩ ትብል ነገርሲ ከተሕልፎ እየ ዝብል፣ ክትጥቀመሉ ማለት እዩ። ሕጂ ያእ ከም ዝበልካዮ ኣነ ስዊዘርላንድ ጥራሕ ኣይኮንኩን እንተላልየ ካልኦት ሃገራት እውን ተላልየ ምስቶም ካልኦት ሃገራት ክላለ ከለኹ እውን ሕጂ ፍልጠት ነንሕድና ኢና ንቐያየር ማለት እሱ ኣነ ሕጂ እንድሕር ሓጺር ከምዚ ሕጂ እንድሕር ገለ ድኻም ኣለኒ ብሓደ ቋንቋ ወይ ዝኾነ ነገር ዝኾነ ነገር እሱ ይህበኒ ማለት ካብኡ ስወስድ ኣለኹ ኣነ እሱ ካባይ ይወስድ ኣሎ ሕጂ ብከምኡሲ ውን ይሕግዞ ኢያ ክትተሓጋገዙ ትክእሉ ኢኩም ኢያ ማለት ሕጂ ከኣ ይሕግዘካ ኢዩ ዋላ ነቲ ኢንተግሬሽን ንክትገብር እቲ ኩልቱር ናይዚ ናይዚ ዓዲ ሽዑ ቀልጢፍካ ትኣትዎ ማለት ኢዩ ካልእ ኦሬዲ ናይ ካልኦት ተላሊካ ስለ ዘለካ። ብጣዕሚ ጽቡቅ ምናልባሽ ኣብ ካልእ እዋን ምሳኺ ብሓንሳእ ንኸይድ ምስቶም ካልኦት ዜጋታት ንኽንላለ። I hope።